ሰላም ሰላም ሰላም ተኽላት ናይ ቻናል ከመይ ትኾኑ? ኣነ እኮ እግዚኣብሔር ይመስገን ፅቡቅ ኣለኹ ንስኹም እውን ፅቡቅ ክትብሉ ባዕልም ተስፋ እየ ሎምዓንቲ ብሓድሽ ቪድዮ ብሓድሽ ሓሳብ መፂእኩ ዘለኹ ንሱ ከዓ ከምቲ መተው ዝረኣኹሞ ከመይ ጌርና ናይ ቴሌግራም ኣካውንትና ፓስወርድ ንገሩ ወይ ከዓ ፓስኮርድ ንገብረሉ ብቅሊ ዝበለ መንገዲ ዝኾነ ኣፕሊኬሽን ከይወሰና ካብ ዝኾነ ነገር ከይስታ ይገብረና ማለት እዩ ስለዚ ኣብዛ ቻነል ሓድሽ ዝኮንኩ ሰባት ሳብስክራይብ ላይክ ኣይንረስዕ ቅድሚ ናብታ ቪድዮ ምኻደይ እዛ ቪድዮ ላይክ ግበራ ናብ ብዙሓት ሰባት ምእንታን ክትበጽሕ ብዙሓት ሰባት ምእንታ ክርእዩዋ ሓገዛ ኢልኩም ተሓሲብኩምሃ ናብ ፍሬንድ ሊስትኩም ወይ ናብ መሓዙትኩም ሼር ግበሩዋ ስለዚ ትደልይዎ ነገር ተልዩካ ከምዚ ስራሕና ወይ ካብ ብዛዕባ ስራሕና ትብሉ ተልዩኩም ከ ኣብ ቦታ ኮመንት ግደፍለይ ስለዚ ናብታ ቪድዮ ክወስደኩም ስለዚ መጀመርታ ቴሌግራም ንኸፍት ሓንቲ እዛ ቪድዮ ክሳብ ሙዳ ተራይዋ ከይተሓልፍኩም እታ ሽዑ ናብታ በዚ ወገን ደላ ከኽበልኩም እዩ በዚ ወገን ደላ በዚ ሰለስተ ወገን ደላ ናብኣ ናቱ በዚ ፀገ ብየማን ደላ ማለት እዩ ብላዕሊ ብኢድ ፀጋም ንዓንጥቦ ብድሕሪኡ ኣብ ዝተሓትሪዋ ዘለዎም ሴቲንግ ትበላትና

ኣብኣ ንኣቱ ኣብኣ ምስ ኣተና ኣብዛ ኢነብል ፓስኮድ ትብል ኣላትና ከም ስራ ኣለኹ ኣብ ታሕቲ ክህበልኩም ኣለዎ ናብኣ ንኣቱ ድሕሪ ትደልና ኮድ ንህባ ኣብነት ኣነት ዝኸበራ ይዋ ሽዑ ካልኣይ ግዜ ንዓይኹም ትደግማ እታ ዝሃብናያ ኦልሬዲ ኮይናትና ኣላ ማለት እዩ። ድሕሪ ተወሳኺ ኣብዚ እንታይ ኣሎ ድሕሪ ክንደይ ሚኒት ክዕጾ እንደሎ ወይ ከዓ ሚኒት ንባ ኣብዚ ድሕሪ ክንደይ ክዕጾ ከም ዘሎ ንባ ሓደ ሚኒት ኣሎ ሓሙሽተ ሚኒት ሓደ ሰዓት ሓሙሽተ ሰዓት ስለዚ ሓደ ሚኒት ንባ ንብል በዚ ሓደ ሚኒት ነድቦ ሰብ ንህባ ካልኣይ ብጎኒ ፊንገር ፕሪንት ኣልዋካ ብጎኒ ወይ ከዓ ኣብ ቅድሚት ፊንገር ፕሪንት ኣለዋካ ብኸማኻ ንዓጽወ ንኽእል ኢና እታ ፊንገር ፕሪንትካ ኣብዚኣ ንህለትኩም ኣብዚኣ ትሪኣ ዘለኹም ንዓ ኦን ንገብራ ኦን ጌራ ኢለ ቁሩብ ፊንገርፕሪንት ኮይኑ ኣሎ ማለት እዩ ስለዚ ኮይና ኣይኮነትን ከረጋግጽ ኢልና ንወጽእ ካብ ሞባይለይ ሽዑ ካብዛ ንወጽእ ኦልሬዲ እዚ ክኣቱ ክሉ ወረጅ ወፂና ኣለና ስለዚ ናብታ ቴሌግራም ክንኣቱ ኢና ክኣቱ ከሎ ልክዕ ከምዛ ተምፃልኩም እያ ክትሓተኩም እያ ወይ ፊንገር ፕሪንት ተጠቀሙ ወይ ከዓ ከም ስትሪዮ ዘለኹም ፓስኮድ እትው ትለኩም ኣላ ኣብዚኣ ክትእትዋ ትኽእሉ እዮም ስለዚ ክእትዋ እየ ተኸፊታ ኣላ ማለት እዩ ናይ ሎማዓንቲ ቪድዮ ነዚኣ ትመስል ኣብዛ ኣካውንተይ ሓደሽም ሰባት ላይክ ፈሎ ሳብስክራይብ ኣይትረስዑ ሼር ካይትረስዑ። ስለዚ ብካልእ ቪድዮ ክሳብ ዝመፀኩም ሰላም ቀንዩ።